ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኸውን እናተመነኹ ናብ ናይ ሎሚ ትሕዝቶና ከብለኩም። ኣብ ናይ ሎሚ ቪድዮ ትሕዝቶና ብዛዕባ ሓደ ካብቶም ፍሉጣት ዝኾኑ ዘይቲ ኮኮናት ክንደስስ ኢና። ዘይቲ ኮኮናት እንታይ እዩ? ሓያል መኣዛታቱን ኣጠቓቕምኡን፣ ጎናዊ ሳዕቤናት ዘለዎ ለለዓቐ ንምጥቃም፣ ከምኡውን መን ክወስዶ ኣለዎ መን ክወስዶ የለዎን ካልእን ዝብል ኣስፋሕ ኣቢልና ክንረዮ ኢና። ክሳብ መወዳእታ ብሓንሳብ ንጽናሕ። ዘይቲ ኮኮናት እንታይ ንዝብል ሕቶ ንምምላስ ዘይቲ ኮኮናት ውፅኢት ናይ ተኽሊ ስየ ኮኮናት ኮይኑ ክልተ ዓይነት እዩ። እቲ ሓደ ቨርጂን ኮኮናት ኦይል ወይ ከዓ ድንግል ዘይት ኮኮናት ወይ ከዓ ብሓፂር ቪሲኦ ዝብል ፅሑፍ ክንረኽበሉ ንኽእል ኢና። እዚ ቨርጂን ኮኮናት ኦይል ዝብል ስም ተዋሂብዎ ዘሎ ብዘይ ኬሚካል ወይ ከዓኒ ብዘይ ልዑል ሙቆት ዝተመስርሐ ስለ ዝኾነ እዩ። እቲ ካልኣይ ዘይቲ ከዓኒ ሪፋይነት ኮኮናት ኦይል ወይ ከዓ ዝተፀረየ ዘይቲ ኮኮናት እዩ። እዚ ዝተፀረየ ዘይቲ ኮኮናት ዘይከምቲ ቀዳማይ ዓይነት ዘይቲ ውፅኢት ካብ ዝነቐፀ ተኽሊ ኮኮናት ኮይኑ ከምኡውን ዝተፈላለየ መስርሕ ዝሓለፈ እዩ። ዘይቲ ኮኮናት ብፅቡቕ ሰብሒ ማለት ብሳቹሬትድ ፋትስ ኣዝዩ ዝሃፍተመ እዩ። ብፍላይ ከዓ ብመዲም ቼይን ትራይግላይሰራይድ ዝተባህለ ባእታ እዞም ዝጠቕስናዮም ባእታታት ብቐሊሉ ክሓቁ ይኽእሉን ከምኡውን ብኣካላትና ብቕልጡፍ ናብ ፀዓት ይቕየሩን። ከም ካልኣይቲ ነጥቢ እነዘራረበላ ነጥቢ ኣብ ዘይቲ ኮኮናት ዝርከቡ መኣዛታትን ተራታቶምን እንታይ እዩ? ቀዳማይ መዲም ቼይን ፋቲ ኣሲድስ እዚ ክንብል ከለና ከም ላውሪክ ኣሲድ፣ ካብሪክ ኣሲድ ከምኡውን ካብሪሊክ ኣሲድ ዘጠቓልል እዩ። ላውሪክ ኣሲድ ኣስታት 50 ፐርሰንት ንባክተርያ ቫይረስን ፋንጋስን ዝምክት ኮይኑ ከምኡውን ንስርዓተ ምክልኻል ሕማም ዝድግፍ እዩ። ካብሪክን ካብሪሊክን ኣሲዳት ድማ ከም ቁልጡፍ ምንጪ ጸዓት ኮይኖም ብምስራሕ ንመታቦሊዝም ንምሕያሽ ይሕግዙ። ካልኣይ ቫይታሚን ኤ ቫይታሚን ኢ ንቆርበት፣ ፀጉሪ ከምኡውን ንዋህዮታት ካብ ጉድኣት ዝከላኸል ተፈጥሯዊ ፀረ ኦክስጅን እዩ። ሳልሳይ ሓፂን ኮኮናት ኦይል ውሑድ መጠን ሓፂን እኳ እንተሃለዎ ቀያሕቲ ዋህዮታት ደም ንምፍጣር ይሕግዝ እዩ። ራብዓይ ብውሑድ መጠን ፋይቶስቴሮል እዚኦም ከዓ ኣብ ተኽሊ ዝተመስረቱ ውሑደታት ኮይኖም ንደረጃ ኮሌስትሮል ንምምዛን ዝሕግዙ እዮም። ዘይቲ ኮኮናት ዋላ እኳ ብዙሕ ቫይታሚናትን ማዕድናትን እንተዘይብሉ እቶም ዝውንኖም ስብሒ ኣሲዳቱ ግን ኣብ ምፍራይ ጸዓት፣ ሚዛን ሃርሞናትን ምክልኻል ዋህዮታትን ኣዝዩ ሓያል ዝኾነ ተራ እዩ ዘለዎም። ከም ሳልሰይቲ ነጥቢ እነልዕላ ከዓ ጥዕናዊ ረብሓን ኣጠቓቕማን ናይ ዘይቲ ኮኮናት ዘይቲ ኮኮናት ንመብሰሊ ጥራይ ኣይኮነን ዝጠቅም እንታይ ደኣ ንብዙሕ ዕላማታት ዘለዎ ተፈጥራዊ መድሃኒት ኮይኑ ንጥዕና ንፅባቐ ንገዛ ዝኸውን ኣዝዩ ብዙሕ ዝኾነ ረብሓታት እዩ ዘለዎ ካብቲ ብዙሕ ገለ ንምጥቃስ ቀዳማይ ንቆርበት ንደረቅ ቆርበት ወዝ ክህልዎ ይገብርን ቁጥዐ ይንክን ከምኡውን ቁስሊ ምፍዋስ ክሕግዝ ይኽእልን ምክንያቱ ቫይታሚን ኢን ላውሪክ ኣሲድን ስለ ዝውንን እዚኣቶም ድማ ንዋያታት ቆርበት ይከላኸሉን ንነድሪ የቆንሱን ከምኡውን ነቲ መከላኸሊ ቆርበት ኣብ ምጽጋን ንምሕጋዝ ኣዝዩ ዓብ ተራ እዩ ዘለዎም። ካልኣይ ንጸጉሪ ዘይቲ ኮኮናት ንፀጉርና ፕሮቲን ክዕቅብን ዕብየት ከደንፍዕን ከምኡውን ብርሃን ንክውስኽን የኽእሎ ምክንያቱ ላውሪክ ኣሲድ ምስ ፕሮቲናት ፀጉርን ብምትሕሓዝ ናብ ውሽጢ ፀጉሪ ኣዕሚቑ ብምእታው ንፀጉሪ ድልዱልን ልስሉስን ክገብሮ ይኽእል። ሳልሳይ ጥቕሚ ኮኮናት ኦይል ንሓንጎልና እዩ። ኣብ ውሽጢ ኮኮናት ኦይል ዝርከቡ ኣሲዳት ናብ ኬቶን ብምቕያር ንሓንጎልና ከም ነዳዲ ኮይኖም የገልግልዎ። በዚ ከዓ ፀዓት ሓንጎል የዕብን ናይ ምዝካር ፀገም ዘለዎም ሰባት ክድግፍ ይኽእልን። ራብዓይ ጥቕሚ ናይ ኮኮናት ኦይል ንምቁፅፃር ክብደት ሰብነት እዚ ክንብል እንከለና ሸውሃት ንምንካይ ይሕግዝን ውሽጣዊ ሰብሃ ኣካላትና ንክምከኽ ክኸውን ይገብርን። ሓምሻይ ጥቕሚ ናይ ኮኮናት ኦይል ንሕማም ምክልኻል ላውሪክ ኣሲድ ንጎዳእቲ ባክተርያ፣ ቫይረሳት ከምኡውን ፋንጋሳት ብምጥፋእ ንረኽስታት ይቃለስን ምክልኻል ይዕብን። ሻድ ሻይ ንጥዕና ኣፍ ላውሪክ ኣሲድ ንኣብ ኣፍ ዝርከቡ ባክተርያ ብምቕታል ንጥዕና ግርጻና ውሑስ ክኸውን ይገብር። ከም ራብዒት ነጥቢ እንዘራረበላ ከኣ ጎናዊ ሳዕቤናት ልልዓቐን ኮኮናት ኦይል ምጥቃም ዘይቲ ኮኮናት ብዙሕ ረብሓታት እኳ እንተሃለዎ ካብ መጠን ንላዕሊ ምስ እንጥቀመሉ ግን ጎዳእ ክኸውን ይኽእል እዩ። ገለ ካብእቶም ንምጥቃስ ቀዳማይ ኤልዲኤል ኮለስትሮል የዕቢ። ዘይቲ ኮኮናት ኣዝዩ ልዑል ዝኾነ ስብሒ ኣለዎ ማለት ኣስታት ቴስዓ ፐርሰንት ይኸውን። እዚ ከዓ ካብ መጠን ንላዕሊ ምስ እንጥቀመሉ ሕማቅ ኬለስትሮል ማለት ኤልዲኤል ኬለስትሮል ክውስኽ ይኽእል። እዚ ድማ ናብ ሓደጋ ሕማም ልቢ ከቃልዓና ይኽእል እዩ ማለት እዩ። ካልኣይ ፀገማት ምሕቃቅ ምግቢ ኮኮናት ኦይል ብብዝሒ እንተዳ ወሲድናዮ ከም ውፅኣት፣ ምጭባት ከምኡውን መፋሕቲ ከጋጥመና ይኽእል እዩ። እዚ ከዓ ብጠንቂ ስርዓተ ምሕቃቅ ምግቢ ብግቡእ ዘይምክያዱ ማለት እዩ። ኮኮናት ኦይል ብካሎሪ ኣዝዩ ሃፍታም እዩ። ንኣብነት ተሪእና ኣብ ሓደ ማንካ ኣስታት 120 ካሎሪ ዘለዎ ስለዚ ልዕሊ ዓቕን ኣብ ንጥቀመሉ ግዜ ተወሳኺ ስብሕን ካሎሪን ንውስኽ ስለ ዘለና ኣብ ምውሳኽ ክብደት ሰብነት ተራ ኣለዎ። ስለምንታይ እዩ እዞም ኣብ ላዕሊ ክንጠቕሶም ዝጸናሕና ጎናዊ ሳዕቤናት ክህልዉ ክኢሎም ንዝብል ሕቶ ምክንያቱ ኣካላትና ዝተወሰነ መጠን ስብሒ ጥራይ ክሕዝ ዝኽእል ስለ ዝኾነ ድማ ካብ መጠን ንላዕሊ ምስ ዝጥቀመሉ ንጸላም ከብድን ከምኡውን ንልቢ ብኣሉታዊ ወገን ክጸልወን ይኽእል። ኮኮናት ኦይል ከምዚ ካብ ኮነስ መን ኖርማል ክወስዶ ዘለዎ መን ኸብ ጥንቃቐ ክወስዶ ዘለዎ ዝብል ሕቶ ክለዓል ንቡር እዩ። ዘይት ኮኮናት ኖርማል ክወስድዎ ዝኽእሉ ሰባት እዘም ዝስዕቡ እዮም። ጸዓት ከምኡውን ቆርበት ወይ ጥዕና ጸጉሪ ከመሓይሹ ዝደልዩ ዓበይቲ፣ ደረቅ ቆርበት ወይ ጸጉሪ ዘለዎም ሰባት፣ ስፖርተኛታት ቅልጡፍ ጸዓት ስለ ዘድልዮም ከምኡውን ኬቶቸኒክ ኣመጋግባ ዝገብሩ ሰባት ምኽንያቱ መዲም ቼን ፋቲ ኣሲድስ ንኬቶስስ ስለ ዝድግፉ እቶም ብጥንቃቐ ክወስድዎ ዘለዎም ከኣ እዞም ዝስዕቡ እዮም። ልዑል ኮለስትሮል ወይ ከዓ ሕማም ልቢ ዘለዎም ሰባት እዚ ካብ ስብሒ ንምውጋድ ተባሂሉ እዩ። እቶም ክብደቶም ንምጉዳል ዝፅዕሩ ሰባት ምክንያቱ ኣብ ኣካላቶም እኹል ዝኾነ ስብሒ ስለ ዘለዎም ከምኡውን ጸገም ጸላም ከብዲ ዘለዎም ሰባትን ናይ ኮኮናት ኦይል ኣለርጂ ዘለዎምን ከም ሻድሸይቲ እንወስዳ ከዓ መጠን እንወስዶ ኮኮናት ኦይል ብደረጃ ዕድመ ይፈላለ ድዩ? እወ ይፈላለ እዩ። ህፃናት ካብ 6 ክሳብ 12 ዝዕድሚኦም ሓደ ማንካ ሻሂ ጥራዮም ክወስዱ ዘለዎም ብዝተፈላለየ ኣዋሳስዳ ክኸውን ይኽእል እዩ። ንመንእሰያት ኣብ ውሽጢ 13 ክሳብ ኣብ 50 ዝርከቡ ከዓ ካብ ሓደ ክሳብ ክልተ ማንካ ሻሂ ንጥዕና እኹል ከምኡውን ነፍሰ ጾራት ወይ እውን ዘጥብዋ ኣዴታት ከዓ ካብ ሓደ ክሳብ ሓደ ነጥቢ ሓሙሽተ ማንካ ሻሂ ዓቐን ኮኮናት ኦይል ማለት እዩ ስለዚ ብሓኪም ተዘይተኣዚዝልና ኣብ መዓልቲ ልዕሊ ክልተ ማንካ ፈፂሙ ክሓልፍ የብሉን ብኸመይን መዓስን ክንጥቀመሉ ንኽእል ዝብል ሕቶ እንተረኣ ሃልዩ ልክዕ ከም ኩሉ ዓይነት ዘይቲ ክንጥቀመሉ ንኽእል ኢና ጥራይ ክበዝሕ ዘይብሉ። ንቆርበትናን ፀጉርናን ከዓ ድሕሪ ምሕፃብና ብቐጥታ ቅድሚ ምድቃስና ክንጥቀመሉ ንኽእል ኢና። ስለዚ ኮኮናት ኦይል ክንገዝእ ከለና ቨርጂን ኮኮናት ኦይል ዝብል ከም ዘሎ ክንረጋግጽ ኣለና። ምክንያቱ እዚ ቨርጂን ኮኮናት ኦይል ዝብል ብመስርሕ ዘይሓለፈ ጽሩይን ካብ ኬሚካል ነፃ ዝኾነ እዩ። ገዜና ናብ ገዛና ምስ ኣምፀናዮ ኣብ ዝሑልን ድሩቕን ዝኾነ ቦታ ከነቑምጥ ኣለና። መጀመርታና እንተኾይኑ ከዓኒ ብብዝሒ ዘይኮነ በብቑሩብ ክንጥቀሞ ኣለና፣ ምክንያቱ ዘይምቹነት ክስማዕና ስለ ዝኽእል ኣብ ከብድና። ኮኮናት ኦይል ብግቡእን ብጥበብን እንተተጠቒምናሉ ንፀዓት፣ ንፅባቐ ከምኡውን ንጥዕናና ተፈጥሯዊ ዝኾነ ትሕዝቶ ክህበና ይኽእል እዩ። ክንርስዖ ዘይብልና ግን ሚዛናዊ ዓቕን ኣዝዩ ቁልፊ ተራ እዩ። ናይ ሎሚ ቪድዮ ትሕዝተና ነዚ ይመስል ነይሩ። ኣብ ሃናፂ ሓሳብ ቲቪ መፂኹም ስለ ዝተኸታተልኩም እናመስገና እዛ ቪድዮ ጠቓሚት ኮይና እንተረኺብኩማ ላይክ ሃብዋ። ንፈተውትኹምን ቤተሰብኩምን ንክበፅሖም ሼር ብምግባር ንዝያዳ ትሕዝቶ ሳብስክራይብ ኣይትረስዑ ኢኹም ኣብ ቀፃሊ ቪድዮ ክሳብ ንረኸብ ከዓ ሰሰናይ ንዓኹም